ሰላም ከመይ ትውዕሉ ክቡራት ተኸታተልቲ ንሎሚ ዕለተ ሶኒ 10 ሰነ 2024 ሒዝናዮም ዝመፀና ዜናታት ናባኹም ንቕርበሉ ሰዓት ኣኺሉ ኣሎ ናይ ወትሩ ተኸታተልቲ ንምዃን ሳብስክራይብ ክትገብሩን ናይ ቻናልና ቤተሰብ ክትኮኑ እንዳተላበኹ ክሳብ ፍጻመ ክትከታተሉና ብኽብሪ እንዳዓደምኩ ናብ ቀንዲ ነጥብታቱ ትካል ልምዓት ባንኪ ዓለም ንደረጃ ልዕሊ ኣርባዕተ ሚእቲ ወደባት ዓለም ኣብ ዝሰርዓሉ ንወደባት ኤርትራ ጎሲይዎም ኣብ ክልል ትግራይ ንህዝቢ ክዝርጋሕ ኣስበ እኽሊ ኣዝዩ ሓደገኛ ምዃኑ ተገሊጹ። ኣብ ወጻኢ ዝርከቡ ሱዳናውያን ኣብ ኢትዮጵያ ተበቲኖም ንዘለዉ ዜጋታቶም ገንዘባዊ ድጋፍ ክገብሩ ጀሚሮም። ጉጅለ ሓካይም ረድኤት ቀይሕ መስቀል ኣብ ባሕሪ ሊብያ ሬሳታት ይእክብ ከምዘሎ ይገልጽ ኣሎ ዝብሉን ካልእን ዜናታት ሒዝናልኩም መጺና ኣለና። ሰናይ ምክትታል። ዓለም ለኻዊ ጉጅለ ረድኤት ሓካይም ኣብ ማእከላይ ባሕሪ ኣብ ገምገም ባሕሪ ሊብያ ዓሰርተ ሓደ ሬሳታት ከምዝረኸበ ኣፍሊጡ። ጉጅለ ሓካይም ረድኤት ኣብ ገምገም ባሕሪ ሊብያ ንፖሊሲ ስደት እታ ሃገር፣ ሰሜን ኣፍሪቃን ሃገራት ኤውሮጳን እናነቐፈ ዓሰርተ ሓደ ሬሳታት ከምዝረኸበን ብዓሰርተታት ዝቑጸሩ ሰባት ከምዘድሓነን ሓቢሩ ክትብል ኣልጀዚራ ኣብ ዝዘርግሓቶ ዜና ሓቢራ። ምኽንያት ናይቲ ትራጀዲ ክንውስን ኣይንኽእልን ኢና፣ ሰባት ናብ ውሑስ ቦታ ንምብጻሕ ዝገብርዎ ሓደገኛ ጉዕዞ ክቕጽልሉ ምዃኖም ንፈልጥ ኢና፣ ኤውሮጳ ድማ ውሑስን ሕጋውን መገድታት ክትረኽበሎም ከም ዘለዋ ንኣምን ኢና ክብል ውድብ ረድኤት ሕክምና ኣብ ትዊተር ኣብ ዝዘርግሖ ሓበሬታ ገሊጹ። ካብ ኣፍሪቃ ናብ ኤውሮጳ ክኣትዉ ዝፍትኑ ብኣሽሓት ዝቑጸሩ ሰባት ንሊብያ ከም መበገሲት ቦታ ከም ኩምላን ካብ ኲናትን ድኽነትን ስደትን ንምህዳም ሓደገኛ ጉዕዞ ብማእከላይ ባሕሪ ኣብ ዝጓዓዙሉ ዘለዉ እዋን ደሴት ላምፔዱዛ ኢጣልያ ዝቐረበት ኤውሮጳዊት መዕረፊት ኮይና ትቕጽል ኣላ። ንዋሕዚ ስደት ደው ከተብሎ እትደሊ ኢጣልያ፣ ሊብያን ጎረቤት ሃገር ቱኑዝያን ስደተኛታት ናብታ ሃገር ንኸይኣትዉ ሚልዮናት ዶላራት ድጎማ ከምትገብረለን ይፍለጥ። ኢጣልያ ብተወሳኺ ሰባት ናብ ኤውሮጳ ንኸኣትዉ የተባብዑ እዮም ብምባል ስርሒት እተን ናይ ህይወት ኣድሕን መራኽባ ኣደስኪላቶ ምህላዋን ካብ ማሕበራት ግብረ ሰናይ ክሲ ይቐርበላ ከም ዘሎን ይፍለጥ። እዚ ኣብ ማእከላይ ባሕሪ ዝርከብ መስመር ኣብ ዓለም እቲ ዝኸፍኣ ሓደገኛ መሳገሪ ስደተኛታት ኮይኑ፣ ሕቡራት ሃገራት ካብ ክልተ ሽሕን ዓሰርተ ኣርባዕተን ጀሚሩ ኣብቲ ከባቢ ልዕሊ ዕስራ ሽሕ ሞትን ምጥፋእን ከም ዝተመዝገበ ይሕበር። ኣብ ክልል ትግራይ ብኮሚተ ህፁፅ ምላሽ ዝተባህለ ትካል ናይ ህዝቢ ትግራይ ንመግቢ ተባሂሉ ኣብ ዓሰርተ ሰለስተ ወረዳታት ዝበፅሐ ዝነሓ እኽሊ ከይተዓደለ ንክፀንሕ ወሲኑ። እቲ ብኮሚተ ብህፁፅ ምላሽ ትግራይ ዝተዓደገ ዕስራን ሓሙሽተን ኩንታል እኽሊ ናብ ወረዳታት ምብፃሕ ከምዝጀመረ ዝፍለጥ ኮይኑ እቲ እኽሊ ክሳዕ ትማሊ ናብ ዓሰርተ ሰለስተ ወረዳታት ከምዝበፅሐን እንትኾነ ግን እቲ እኽሊ ዝተበላሸወን ኣዝዩ ሓደገኛን ትሑት ደረጃ ፅሬትን ከምኡ ውን ወድሰብ ክምገቦ ኣብ ዘይክእለሉ ደረጃ ከምዝበፅሐን ስለዝኾነ ንህዝቢ ምዕዳል ጠጠው ንክብል ከምዝወሰነ ብምግላፅ ኩሎም እኽሊ ዝበፅሖም ወረዳታት ክፍትሹን ሪፖርት ክገብሩን መልእኽቱ ሓላሊፉ። ኣካላት ሓለፍቲ ተኸታተልቲ ፅሬት ጥዕና እታ ክልል ህፁፅ ምላሽ ንትግራይ ዝኾነ ኮሚቴ ክትትልን ቁፅፅርን ካብ ፅባሕ ንግሆ ጀሚሩ ኣብተን ቦታታት ብኣካል ብምኻድ ምፅራይ ከምዝገብር ኣፍሊጡ'ሎ። ብመሰረት እቲ ሓበሬታ እቲ ዝተበላሸወ እኽሊ ከቕርብ ጨረታ ዝተዓወቱ ነጋዶ እቲ ኣዝዩ ሓደገኛ ዝኾነ ፅሬት ዘይብሉ ዝተበላሸወ እኽሊ እንተተረኺቡ ብናይ ባዕሎም ወፃኢታት ክቕይርዎ ግዴታ ከምዘለዎም እቲ ኮሚቴ ኣመላኺቱ። ኣብ ክልል ትግራይ ካብ ክልተ ሽሕን ዕስራን ክሳብ ክልተ ሽሕን ዕስራን ክልተን ዝተኻየደን ብውዕል ሰላም ዝተፈጸመን ሚልዮናት ሰባት ዝቐዘፈን ንኣሽሓት ሰላማውያን ሰባት ዘመዛበለን ኲናት ዛጊት ኣብ ነበርቲ ህዝቢ እታ ክልል ኣዝዩ ከቢድ ጥሜትን ጸጥታዊ ስግኣትን ኣስዒቡ ከም ዘሎ ይፍለጥ። ወፃኢ ሃገር ዝነብሩ ሱዳናውያን ኣብ ኢትዮጵያ ኣደዳ ብስጭትን ዓመፅን ክትራንን ከምኡውን ምምዝባል ክወርዶም ንዝፀንሑ ሱዳናውያን ስደተኛታት ገንዘባዊ ሓገዝ ክልእኹ ጀሚሮም ኣለው። ኣብ ኢትዮጵያ ክልል ኣምሓራ ኣብ ዝርከባ ጫካ ተዓፅዮምን ተኸቢቦምን ሕሱም ናብራ ከሕልፉ ዝፀንሑ ሱዳናውያን ስደተኛታት ሰብኣዊ ኩነታቶም ንምፍታሕ ኣብ መላእ ዓለም ካብ ዝርከቡ ሱዳናውያን ገበርቲ ሰናይ ገንዘባዊ ደገፍ ረኺቦም። ብሰንኪ ኣብ ኢትዮጵያ ዘሎ ዘይቅርዑይ ኣተሓሕዛ ስደተኛታትን ከምኡ እውን ኣብታ ሃገር ንዘሎ ከቢድ ሓድሕዳዊ ግጭት ኣብ ትርከበሉ ግዜ ካብ ሃገሮም ሃዲሞም ውሑስን ሰላምን ርግኣትን ብተዛማዲ ንምርካብ ናብ ኢትዮጵያ ዝተሰዱ እቶም ሱዳናውያን ብሕፅረት መግብን መፅለልን ከምኡ እውን ካብቲ ክልል ዝኾኑ ምልሻታትን ኣደዳ ጭውያን ቅትለትን ከጋጥሞም ፀኒሑሎም ነዚ ንምቁዋም ከዓ ካብቲ ተሰሪሕሎም ዝነበረ መዕረፊ መዓስከር ከም ዝተበተኑን ኣብ ጫካታት ይነብሩ ከም ዘለውን ይፍለጥ ቅድሚ ሕጂ ሓያሎ ሱዳናውያን ስነ ጥበባውያንን ቅድሚ ሕጂ ሓያሎ ሱዳናውያን ስነ ጥበባውያን ፀሓፍትን ንቀዳማይ ሚኒስተር ኢትዮጵያ ኣብይ ኣሕመድ ኣብ ጫካ ተዓጽዮም ዘለዉ ስደተኛታት ዘጋጥሞም ዘሎ ጸገም ናይ ምፍታሕ ልመና ኣቕሪቦም ከም ዝነበሩ ይዝከር። ኤርትራ ምስ ዘጋጠማ ብዙሕ ሰብ ዝሰርሖ ተንኮላትን ተነጽሎን ስዒቡ ካብ ሽሕን ትሽዓተ ሚእትን ኣርባዓታት ዝጀመረን ኩለን ሃገራት ኣፍሪቃ ድሕሪ ካልኣይ ኩናት ዓለም ናጽነተን ክረኽባ እንከለዋ ንኤርትራ ግን ንስትራተጂካዊ ዕላማና ኣይተገልግልን ብምባል ብሓይሊ ምስ ኢትዮጵያ ክትቁረን ድሕሪ ዝወረደ ዘይፍትሓዊ ብይን ብህዝባዊ ቃልሲ ዳግማይ ናጽነታን ልኡላውነታን ብምውሓስ ጸብለል ዝበለትሉን ድሕሪኡ'ውን ዘይተዓግተ ወራራትን እከይ ብምፍሓስን ኣብ ልዕሊኣ ዝተኣለመን ዝተጠጅአን ተንኮላትን ማእለያ ከምዘይብሉን ይፍለጥ። ነዚ ኩሉ ሰጊራ ግን ኣብዚ ሕጂ በጺሓትሉ ዘላ መድረኽ ስና ነኺሳ ሳላ ዝመረሸት ካብ ኣህጉራ ኣፍሪቃ ሓሊፋ ኣብ ኣህጉራዊ መዳያ ኣብ ዝበርኸትሉ ግዜ ኣብ ኣፍሪቃ እታ እንኮ ልቓሕ ዘይብላ ሃገር ኮይና ሃላውነታ ኣብ ዘረጋገጸትሉ ግዜ ኣብዚ ግዜ እዚ ዝወጸ ጸብጻባት ሕጂ እውን መቐጸልታ ናይቲ ጥጁእ ፖሊሲ ምስይጣንን እገዳን ኣብ ልዕሊ ኤርትራ ይቕጽል ምህላዉን ንመላእ ሃገራት ኣፍሪቃ ካብ ባንክ ዓለም ንደረጃ ልዕሊ ኣርባዕተ ሚእቲ ወደባት ኣብ ዓለም ኣብ ዝሰርዓሉ ግዜ ንወደባት ኤርትራ ከም ዝጎሰዮ ይሕበር ኣሎ። ባንክ ዓለም ኣብ ምጽዓንን ምርጋፍን ኮንተይነር ዘገልግል ልዕሊ ኣርባዕተ ሚእቲ ወደባት ዓለም ደረጃታት ኣብ ዝሰርዓሉ ንወደብ ባርባራ ናይ ሶማሊላንድ ኣብ ትሕቲ ሰሃራ ካብ ዝርከባ ሃገራት ኣፍሪካ ደረጅኡ ብምምሕያሽ ምስ ቀዳሞት ክሰርዖ እንከሎ እቲ ኣህጉራዊ ፋይናንሳዊ ትካል ናይ ዝሓለፈ ዓመት ክልተ ሽሕን ዕስራን ሰለስተን ንጥፈታት ምርኩስ ብምግባር ኣብ ዘቕረቦ ፀብፃብ ንወደብ በርበራ ካብ ኣርባዕተ ሚእትን ሓሙሽተን ወደባት ዓለም ኣብ መበል ሚእትን ሽዱሽተን ከስፍሮ እንከሎ ንወደብ ሞምባሳ ናይ ኬንያ ድማ ሰለስተ ሚእትን ዕስራን ሸሞንተን ደረጃ ሂብዎ ኣሎ። ብኣንፃሩ ወደብ ጅቡቲ ኣብቲ ፀብፃብ መበል ሰለስተ ሚእትን ሰብዓን ትሽዓተን እተን ተርታ ክሕዘን ከሎ፣ ፖርት ሱዳን ድማ ኣብ መበል ሰለስተ ሚእቲ ሰማንያን ሸሞንተን ይርከብ። በዚ መምዘኒ እዚ ወደባት ቻይናን ካልኦት ሃገራት ኤስያን ቀዳማይ ቦታ ክሕዛ እንከለዋ፣ ወደባት ኤርትራ ኣብዚ ብባንክ ዓለም ዝቐረበ ጸብጻብ ኣብ ገምጋም ከምዘይኣተወ ይግለጽ ኣሎ። ፕረዚደንት ሩስያ ቭላድሚር ፑቲን ሃገሩ ካብ ፍጥነት ድምጺ ብሓሙሽተ ዕጽፊ ዝውንጨፍ ወተሃደራዊ ብረት ክትሰርሕ ከም እትኽእል ብተደጋጋሚ ክግለጽ ከም ዝጸንሐን፣ እንተኾነ ኣብ ዝሓለፈ ዓመት ሩስያ መፍረዪ ኣጽዋር ጸብለል ንኽትብል ብሞይኦም ክሰርሑ ዝጸንሑ ሩስያውያን ተመራመርቲ ኣብ ቤት ማእሰርቲ ክዳጎኑ ይርኣ ኣሎ። መብዛሕትኦም እቶም ዝተኣስሩ ተመራመርቲ ብዕድመ ዝደፍኡ ኮይኖም፣ ሓደ ካብኦም ብሕማም መንሽሮ ሓሚሙ እንከሎ ካብ ዓራቱ ናብ ቤት ማእሰርቲ ምስ ተወስደ ነዊሕ ከይጸንሐ ዝሞተ ይርከቦም። ሩስያ ብክሕደት ሃገር ዝኸሰሰቶም ካብ ክልተ ሽሕን ዓሰርተ ሓሙሽተን ኣትሒዞም ኣብ ምስራሕ ዝተራቐቐ ኣጽዋር ተዋፊሮም ዝጸንሑ ዓሰርተ ክልተ ተመራመርቲ ክሳዕ ሕጂ ክትኣስር እንከላ፣ እቲ ክሲ ከኣ ንሃገራት ወጻኢ ሃገራዊ ምስጢር ሓሊፍኩም ሂብኩም ዝብል ይርከቦ። መስርሕ ፍርዲ እዞም ተመራመርቲ ኣብ ዕጹው መጋበርያ ከምዝተኻየደን መንግስቲ ሩስያ እቲ ክሶም ከቢድ'ዩ ካብ ምባል ሓሊፉ ዝሃቦ ዝርዝራዊ ሓበሬታ የለን። ሩስያ ኣብ ምምዕባል ሃይፐርሶኒክ ክሰርሑ ዝጸንሑ ተመራመርቲ ክትኣስር እንከላ፣ እዚ ሃይፐርሶኒክ እናተባህለ ዝጽዋዕ ዓይነት ሚሳይል ካብ ፍጥነት ድምጺ ብሓሙሽተ ዕጽፊ ዝጓዓዝ ኮይኑ ኣብ ሰማይ እናተወንጨፈ እንከሎ ኣንፈት ክቕየር ዝኽእል ኣዝዩ ምዕቡል ወተሃደራዊ መሳርሒ'ዩ። እዚ ከምዚ ኢሉ እንከሎ፣ ምእሳር እዞም ተመራመርቲ ብብዙሓት ሩስያውያን ተቓውሞታት ኣስዒቡን ከምዘሎን ትካል ሕግን ሰብኣዊ መሰላትን ሩስያ እቶም ተመራመርቲ ብሃገራዊ ክሕደት ከኽስሶም ዝኽእል ነገር ከምዘየለ'ዩ ዝገልጽ ዘሎ። ዝኸበርኩም ተኸታተልቲ ንሎሚ ሶኒ ዝበልናዮም ትሕዝቶ ዜናና ኣብዚ ፈጺምና ኣለና። ንስለ ምክትታልኩም ብልቢ የመስግን። ሰላም።